ውሕስነት መግቢ ንምርግጋፅ ኣብ ዝካየድ ምዕቃብ ማይን ሓመድን ብሞየኦምን ጉልበቶምን ዝሳተፉ ዘለዉ መንእሰያት ሃገራዊ ኣገልጎሎት ሃገር ንምልማዕ ዲጋታትን ህንፃታትን ፅርግያታትን ኣብ ምህናፅ መሪሕ ተራ ሒዞም ጉበኦም ኣብ ምፍፃም ዝርከቡ መንእሰያት ክትርኢ ሓበን ይስመዓካ። ኣብዚ ብዓይነቱ ዝተፈለየ ፕሮጀክት ከም መንእሰይ ዋላ ብዝኾነ ይኹን ዓይነት ሞያ ተወዲብካ ክትሰርሕ ምኽኣል ንባዕሉ ዋንስ ኢን ብሉ ሞይ ከኣ ሳሕቲ ዘጋጥም ዕድል ስለ ዝኾነ ከም መንእሰይ ዓቢ ዕድለኛ ዝገብረኒ ኣጋጣሚ እዩ። ኣብዚ ዲጋዚ ከኣ። ከም መራሒ ስራሕ ወይ ከኣ ነቲ ፕሮጀክት ብዝተፈላለየ ናይ ዲዛይን ይኹን ናይ ስኬጁላት ውጥናት እናተኸታተልካ ናይ ምምራሕ ዕማም ከኣ ሒዘ ይነጥፍ ኣለኹ ማለት እዩ። ምስ መደበር ታዕሊም ናይ ሳዋ ወይ ከኣ ምስ ናይ ሳዋ ባህርያት ዘተሓሕዞ ከኣ ኩባንያ ህንጻ ኩሉ ግዜ ኣብ ከተማታት ዝተሰረተ ንጥፈታት ኣይኮነን ዘካይድ፣ መብዛሕትኡ ናብ በረኻታት ወጺኻ መዓስከራት እናቖምካ ዝግበር ንጥፈታት ስለ ዝኾነ እቲ ኣብ ሳዋ ዝጸንሓና ኣብ መዓስከር ተጠርኒፍካ ናይ ምንባርን ምስ ዝተፈላለየ ኩነታት ኣየርን ሕብረተሰባትን ተዛሚድካ ናይ ምስራሕ ተመክሮ ኣብዚ ኩባንያ ህንጻኻ ካብኡ ብዘይፍለ ንክትቅጽሎ ወይ ከኣ ንሱ እቲ ናይ ሳዋ ህይወት ሰረት ኮይኑካ ይጸንሕ ማለት እዩ። ዝዓበየ ንዲጋ ጋሕቴላይ ህንጡይነት ዘሕድረሉ እቲ ተደኲንሉ ዘሎ ቦታ እዩ። እዚ እትርእዮ ዘለኻ መሬት እዚ ኣዝዩ ሃሩር ዝበርትዖ ወይ ከኣ ጸሓይ ዝበርትዖ ቦታ እዩ። ኣብዚ ቦታ እዚ ክንድዚ ጋሕቴላይ ክትሕዞ ተመዲቡላ ዘሎ ሓምሳ ሚልዮን ሜተር ኪዩብ ማይ ሒዝካ እተካይዶ ንጥፈታት ዓቢ ዓቢ ዓቢ ንጥፈታት እዩ። እሱ ጥራይ ደይኮነ ንከተማ ባጽዕ እውን እዚ ሕጂ ትሰትዮ ዘላ ማይ ደይኮነ ኣዝዩ ጽሩይ ዝኾነ ውሑስ ዝኾነ ማይ ዋላ ንሕጽረታት እውን ኣብ ግምት ደየእቱ ኣዝዩ ውሑስ ዝኾነ ማይ ክትቅርብ ብምኽኣል እቲ ዲጋ ጋሕቴላይ ቀዳማይ ፍሉይ ዝገብሮ ማለት እዩ። ካልኣይ ከኣ እቲ ኣሰራርሑ እዩ። ኣሰራርሕኡ ን ሃንድረድ ፐርሰንት ብፍላይ እዚኣ ሜይን ዳም ሃንድረድ ፐርሰንት ኮንክሪት ጌርና ንሰርሓ ዘለና ዳም እያ። ከም ተመኩሮ ከኣ ምኻ ብውሽጣ ኣምና ንሰርሖ ዘለና ስራሕ ዝኾነ ይኹን ሓገዝ ካብ ንድፊ ጀሚርካ ክሳዕ ትግባረ ዝኾነ ይኹን ግዳማዊ ሓገዝ ደይብሉ ዲጋ ምዃኑ ኣብኡ ተመርኲስካ ን ሃንድረድ ፐርሰንት ኮንክሪት ዝኾነ ስትራክቸር ክትሰርሕ እቲ ካልኣይ ኤክሰፕሽናል ዝገብሮ ወይ ከኣ ፍሉይ ዝገብሮ ነቲ ዲጋ እዩ። እቲ ትጽቢታት ከኣ ከምቲ ዝበልኩኻ እዚ ዲጋ እዚ ምስ ተወድእ ክዓሞ ዝኽእል ንንጥፈታት ኣብዚ ዞባ እዚ ከበርክቶ ዝኽእል ኣበርክቶ ኣዝዩ ኣዝዩ ዓቢ ስለ ዝኾነ እቲ ትጽቢታት ኣዝዩ ህንጥዩነት ከም ዘሕድር ይገብሮ ማለት እዩ እቲ ሰብ እቲ ብዓቢኡ እቲ ካብ ሳዋ ሒዝካዮ ትወጽእ ነገር እቲ ሃገራውነት እንድዩ ሃገራዊ ኮንካ ኢኻ ትወጽእ ብዲሲፕሊን ብፖለቲካ ብኹሉ ነቒሕካ ካብ ሳዋ ትወጽእ ዳርጋ ካብ ቀዳማይ ዙርያ ክሳዕ እዚ ሕጂ ዘሎ ዙርያታት ኣብዚ ትካል ኣሎ ኣብዚ ፕሮጀክት እዚ ኣሎ ምባል መገናን ኣይኮነን።